ከመይ ትጸንሑ ዝኸበርኩም ተኸታተልቲ ኤማ ቲዩብ ቀዳማይ ትሕዝቶ ዕለታዊ ዜና ስፖርት ዓርቢ 16 ግንቦት ይስዕድ ምክትታልኩም ብኣኽብሮት ይዕድም ባርሴሎና ድሕርቲ ዝሓለፈ ሰሙን ኣብ ልዕሊ ሪያል ማድሪድ 4 ብ3 ዝተዓወተቶ ኤል ክላሲኮ ኣብ ላሊጋ ንዝነበራ መሪሕነት ናብ ሸውዓተ ነጥቢ ብምብራኽ ኣብ እትስዕብ ፀወታ ቻምፒዮን ከም እትኸውን ትሕዝቶ ወሲዱ እናሃለወ እያ ናብታ ናይ ከተማኣን ዞባኣ ካታሎንያ መቐናቕንታን ዝኾነ ስጳኞል ተጓዒዛ ገጢማ። ቅድሚ ክልተ ዓመታት ባርሴሎና ብዣቪ ሄርናንደስ ተመሪሓ ቻምፒዮን ላሊጋ ክትከውን እንከላ ብተመሳሳሊ ኣብ ሜዳዛ በቲ እዋን ናብ ታሕቲ ዝተመልሰት መቐናቕንታ ስጳኞል እያ ብቑፅራዊ ሓቂ ኣረጋጊፃቶ። ተጻወትታ ኣብ ማእከል ሜዳ ጽምብል የካይዱ ብዝነበርዎ ድማ ደገፍቲ ስጳኞል ብቑጥዐ ናብ ሜዳ ስለ ዝኣተዉ ተጻወትቲን ስታፍን ባርሴሎና ሃዲሞም ናብ መቐየሪ ክዳን ከምርሑ ዝተራእዩሉ ተዘካሪ ኣጋጣሚ ነይሩ። ስጳኞል ዋላኳ ትሑት ተኽእሎ እንተኾነ ኣብ ላሊጋ ብቑጽራዊ ሓቂ ትጸንሓሉ ሓንቲ ነጥቢ ስለ እተገድሳ ዝነበረት ካብ ባርሴሎና ንክትወስዳ ከቢድ ጻዕሪ ኣካይዳ። ንዕረፍቲ ዳርጋ ማዕረ ባርሴሎና ሓደገኛታት ዕድላት እናፈጠረት ብዘይሸቶ ባዶ ባዶ ምስ ተፈላለየት እታ መትሓዚ ዘይብላ ጸጋመይቲ እግሪ ላሚን ያማል ካብ መኣዝን ኣፍ ደገ ልዳት ንዘጸግዓታ ኩዕሶ ሰለስተ ሚእታዊት ንሸቶ ክትምዝገብ ተኽእሎ ጥራይ እናሃለዋ ብዘደንቕ ቅላዕ ኣብ ሰኪዔ ተዕሪፉ ንመሪሕነት ባርሴሎና መስረቶም። ሓላው ልዳ ቼዝኒ ንመሪሕነት ባርሴሎና ክድምስሳ ዝኽእላ ዝነበራ እትዋት ዕድላት ክዓግት እንከሎ ንያማል ምዕጋስ ዓቕሚ ካብ ዝሓፀሮም ተፃወቲ ስጳኞል ሌናርዶ ካብሬራ ኢዱ ንድሕሪት ሰዲዱ ነቲ ወዲ 17 ዓመት ብልሒ መላፀ ስለ ዝሃረሞ ኣብ መበል 80 ደ ብቐይሕ ተባሪሩ ሓደ ካብቶም ባርሴሎና በዛ ትስዕብ ክራማት ካብ መሳርዓት ትለቆም ሸሞንተ ተፃወቲ ምዃኑ ዝግለፅ ፈርሚን ሎፐዝ ኣብ ሳን ሓሙሽተ ደ ንሉዋንዶቭስኪ ክተኪኡ ድሕሪ ምእታዉ ኣብ ተወሳኺ ተስዓን ሓሙሽተን ደቕ ዘይከም ኣብ ኤል ክላሲኮ ዝተሰረዘቶ ንባርሴሎና ክልተ ባዶ ዘዕወተ ሸውት ተመዝጊቡ። ባርሴሎና ድማ ብቑጽራዊ ሓቂ ቻምፕዮን ላሊጋ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ብምዃን ንመበል ዕስራን ሸሞንተን ግዜ ነዛ ጽዋ ናብ ከብሓ ኣታዊ ገይራታ። ነዚ ዓመተ ውድድር ብዘይ ዝኾነት ዋንጫ ዝወዳእታ ሪያል ማድሪድ 36 ወናጩ ላሊጋ ብዝዓተረቶ ቀዳመይቲ ኮይና ክትመርሕ እንከላ ባርሴሎና ብ28 ወናጩ ካልኣይቲ፣ ኣትሌቲኮ ማድሪድ ብ11 ወናጩ ሳልሰይቲ፣ ኣትሌቲክ ክለብ ብሸሞንተ ነጥቢ ራብዐይቲ፣ ቫለንሲያ ድማ ሽዱሽተ ግዜ ብዝተዓወተቶ ኣብ ቅድሚት ዝስርዓ ሓሙሽተ ክለባት እዚ መድረኽ ይገብረን። ሃንሲ ፍሊክ ብኸመይ እዩ ነቲ ዣቪ ሄርናንደዝ ዝሓለፈ ዓመት ክገድፎ እንከሎ ብዘይ ወጻኢታትን ርጉእ ቁጠባን ኣብዛ ክለብ ረጊእካ ዓበይቲ ዓወታት ከተምጽእ ኣጸጋሚ እዩ፣ ነቲ ድመጽእ ኣሰልጣኒ ድማ መዋጽኦ ይፍጠረልካ እየ ዝብሎ ኢሉ ዝሓደጎ ስራሕ። እቲ ካብ ጀርመን ናብ ስጳኛ ብባቡር ተጓዒዙ ዝመጽእ ሃንሲ ፍሊክ ከምዚኣ ዓይነት ባርሴሎና ሰሪሑ። ሰለስተ ዋንጫኡ ምስ ፍርቂ ፍጻሜ ቻምፒዮንስ ሊግ ከርግጻ ዝኸኣለ ንእትብል ሕቶ ክምልስ እንከሎ ኣሊ ሞሪኖ ካብ ኢኤስፒኤን ምናልባት ሕጂ ፍሊክ ንሪያል ማድሪድ ብሸውዓተ ነጥቢ በሊጹ ቻምፒዮን ላሊጋ ምስ ኮነ ከምዚ ቀሊል ስራሕ ዝፈጸመ ወይ ከኣ ንባርሴሎና ኩሉ ነገራት ቀሊል ኮይኑ ዝሓለፈላን ድኻም ሪያል ማድሪድ ዝሓገዛን ጌርና ክንዛረብ ንኽእል ንኸውን። እቲ ሓቂ ግን ንሱ ኣይኮነን። ብመጀመርያ ንከምዚ ዓይነት ስራሕ ኣብ ኣሰልጠንቲ እምነት ዘይብሉን ብዘይ ወጻኢታትን ርጉእ ምሕደራን ኣብዚሑ ዝሓተካ መሪሕነት ተጻዊርካ ንስርሖም ተቐቢልካ ተጻዊርካዮን ክትከይድ ቀሊል ኣይኮነን። ፍሊክ ኣብቲ ሪያል ማድሪድ ንላሊጋ ትዝውረሉ ዝነበረት እዋን ናይ ኦልሞን ቪክቶርን ዘይምምዝጋብን ሕንፍሽፍሽን ኣጋጢምዎ ነይሩ እዩ። መሪሕነት ባርሴሎናን ቅድሚኡ ዝነበረ ኣሰልጣኒ ዣቪ ሄርናንደዝን ኣብዛ ጋንታ ኣበርክትኦም ኣብቂዑ ንዝበልዎ ልዋንዶቭስክን ኢኒጎ ማርቲነዝን ኣብ ቅድሚትን ድሕሪትን ወሰንቲ ተጻወቲ ቀይርዎም። ብዓቢኡ ድማ ንያማልን ራፊንሃን ብቕዓቶም ዝረኽብሉ ስታይል ጸወታ ምሂዙ ከም ስርዓት ተጠቒሙሎም። እታ ሓንቲ ኣሰካፊት ተርእዩኡ ካብ ቻምፕዮንስ ሊግ ኣውጺኣቶ ዘላ ቅዲ ምክልኻል ሃይላይ ናይ ኢሉ። ሮበርት ሉዋንዶቭስኪ መሪሕነት ብሉጽ ኣመዝጋቢ ሸቶ ብኪልያን ኢምባፐ ተመንጢሉ ክኸውን ይኽእል እዩ። እቲ ሓቂ ግን ባርሴሎና ሓድሽ ወለዶ ጥቃዓይ እዩ ዘድልያ ዘሎ ካብ ዝተባህለቶ ንደሓር ዕስራን ሓሙሽተን ሸቶታት ላሊጋ ከመዝግብ ምብቅዑ ካብቲ ፍሉይ ስራሕ ሃንሲ ፍሊክ እዩ። መሳንይቱ ያማል ኣብ ሰላሳን ሰለስተን ጸወታት ላሊጋ ኣብ ዕስራን ሰለስተን ሸቶታት እግሩ ክሕውስ እንከሎ ራፊንሃ ድማ ኣብ ሰላሳን ኣርባዕተን ግጥማት ኣብ ዕስራን ትሽዓተን ሸቶታት ብቀረብን ሸቶን እግሩ ሓዊሱ ካብቲ ቀንዲ ምክንያት ባርሴሎና ቻምፒዮን ኮይናትሉ ዘላ ድማ ቀዳማይ መስመራ እዩ። ኣብ ቀዳማይ መስመር ሪያል ማድሪድ ኪልያን ኢምባፔ ኣብ ቀዳመይቲ ዓመቱ ብድምር ኣብ ኩሉ ውድድራት ኣርብዓ ሸወታት ኣመዝጊቡ እዩ። ምስ ምምፃእ ናቱ ብቕዓቶም ክልተ ብራዚላውያን መሳኒቱ ቬንሰስን ሮድሪጎን ባይታ ስለ ዝሃረመ ግን ሪያል ማድሪድ ከም ባርሴሎና ንነፍሲ ወከፍ ፀወታ ዝዕውት እኹል ሸወታት ከተመዝግብ ኣይከኣለትን። ኣብ ኣርባዕተ ኤል ክላሲኮ ኣከታቲላ ክትስዕራ ዝኸኣለት ድማ ኣብዚ ዝተፈጥረ ፍልልይ እዩ። ማድሪድ ድሕሪ እቲ ባርሴሎና ቻምፒዮን ምዃና ዘረጋገጸቶ ሽዑ ንሽዑ እያ ብመገዲ ናይ ማሕበራዊ መራኸቢታት ገጻታ እንቋዕ ሓጎሰኪ ዝብል መልእኽቲ ሰዲዳትላ። ቻምፒዮን ድሕሪ ምዃኖም ኣብ ዝሃቦ መግለጺ ኣብ ባርሴሎና ናይ ግድን ወናጩ ክትዕወት ኣሎካ፣ ሰለስተ ወናጩ ሒዝና ምውዳእና ድማ ፍሉይ ነገር እዩ። መዓልታዊ ንእምሮና ብኣወንታታት ኢና ንመልኦ ነይርና፣ ኣብ ቦታ ልምምድ ድማ ክንገብር ከም እንኽእል ኢና ንዘራረብ። ኣእምሮኻ እንተዘይ ሓይሉ ዝመጽእ ዓወት የለን። ንዓመተ ውድድር ሙሉእ ነዚ ኢና ብዕቱብ ሰሪሕና ኣሎ። ወርሒ ጥሪ ዝተዓወትናያ ኣጽዋእ ሱፐር ካፕ ንርእሰ ምትእምማንና ፈጢራቶ። እቲ ዘሐጉሰኒ ነገር ተጻወተይ ኣብቲ ጫፍ ብቕዓቶም ወጺኦም ክጻወት ምርኣይ እዩ። ካልኦት ዝበዝሑ ድማ ካብ ዝነበርዎ ደረጃ ምውሳኾም ነቲ ዓወታት ካብ ዝፈጠሮ ኢሎም መዳርግቲ ዘይብሉ ቀዳማይ መስመር ዓጢቓ ነዚ ዓመተ ውድድር ዝተጓዕዘታ ባርሴሎና ክልተ ፀወታት ላሊጋ ጥራይ ናይዚ ዓመት ተሪፈንኣ ክሳብ ዘለዋ ሚእትን ስሳን ትሽዓተን ሸወታት ኣመስጊባ ኣላ ኣብ ኩሉ ውድድራት ሎሚ ዓርቢ ኣብ ክፍቲ ኣውቶቡስ ኣብ ከተማኣ ፅምብል መዲባ ዘላ ባርሴሎና ሰንበት ኣብ ሜዳ ኣንፃር ቪያርያል ድሕሪ ምፅዋት እያ መበል ዕስራን ሸሞንተን ፅዋእ ላሊጋ ክትርከባ ንደገፍቲ ባርሴሎና በዚ ኣጋጣሚ እንቋዕ ሓጎሰኩም ንብል። ወናን ማንቸስተር ዩናይትድ ሰር ጂም ራትክሊፍ ኣብ ዝሓለፈ 12 ኣዋርሕ ማለት ሓደ ዓመት ኣስታት ርብዒ ካብ ሃፍቱ ከም ዝወረደ ተገሊጾም። ሳንደይ ታይምስ ዓመታዊ ኣብ እትዝርግሖ ሃፍቲ ቢልዮነራት ብሪጣንያ ኣብዚ ሓድሽ ጸብጻባ ሃፍቲ ራትክሊፍ ዓሚ ካብ ዝነበሮ ብ6.4 ቢልዮን ፓውንድ ወሪዶም እዚ ወዲ ሰብዓን ክልተን ዓመት ዝሃፍተመ ብሪጣንያዊ ዝብል መዓርግ ሒዙ ነዊሕ ዓመታት ዝተጓዕዘ ወናኒ ፔትሮ ኬሚካል ኢኒዮስ ዝተባሃለ ኩባንያ ዝኾን ራትክሊፍ ዓሚ 23.5 ቢልዮን ፓውንድ ሃፍቲ ዝነበሮ ሕጂ 17 ቢልዮን ፓውንድ ይውንን ከም ዘሎ ጸብጻባት ሳንደይ ታይምስ የነጽር። 1.25 ቢልዮን ፓውንድ ካብ ሃፍቱ ወጻኢታት ብምክያድ እዩ ኣስታት 30 ሚእታዊት ብርክታት ማንቸስተር ዩናይትድ ዓዲጉም ስድራ ቤት ግሌዘር ብካልኣይ ደረጃ ዋንነዛ ዝዓበየት ክለብ ሃገሮም ዓዲጎም ሓደ ካብቲ ኣብዛ ክለብ ዕላማ ገይርዎ ዝተበገሰ ሓድሽ ስቴድዩም ምህናፅ ዝብል ኣብ ዝመፅእ ሓሙሽተ ዓመታት ሚእቲ ሽሕ ተዓዘብቲ ዝሓቁፍ ሓድሽ ስቴድዩም ንምስራሕ ክልተ ቢልዮን ፓውንድ ወፃኢታት ከካይድ እዩ። ማንቸስተር ዩናይትድ ክልተ ሚእትን ሓምሳን ሰራሕተኛታት ሰጒጋ ደጊማ እውን ክልተ ሚእቲ ሰራሕተኛታት ብምፅንፃል ኣጋጢምዋ ንዘሎ ቁጠባዊ ፀገማት ክትፈትሕ ትፍትን ኣብ ዘላቶ ኣብቲ ዝመፅእ ረቡዕ ዝካየድ መዛዘሚ ግጥም ኣውሮጳ ሊግ እውን ወፃኢታት ዝቐርጡ ከም ነፃ ትኬት ንስድራቤት ኣስታፍ ኣሰልጠንታ ይኹን ተፃወታ ብውሑድ ቁፅሪ ጥራይ ከም ዝዓደለት ዝያዳ ቁፅርታት ንዝደልዩ ድማ ካብ ገንዘቦም ንክኸፍሉ ብዝሓበረቶ መሰረት ኣሰልጣኒኣ ሩበን ኣሞሪም ንሰላሳ ዝበፅሑ ኣባላት ስድራቤቱን ወገናቱን ባዕሉ ከፊሉ ትኬት ከም ዘቐረበሎም ዓብይ ኣርእስቲ ኮይኑ ቀንዩ። ደገፍቲ ዩናይትድ ነዚ ዝቐንየ ርእስታት ምስቲ ሕጂ ዝወፀ ሓድሽ ሓበሬታ ሃፍቲ ራትክሊፍ ብሽዱሽተ ቢልዮን ወሪዱ ዝብል የገናዝብዎ ኣለዉ። እዚ ከምዚ ኢሉ እንከሎ ማንቸስተር ዩናይትድ ሎም ምሸት ናብ ቸልሲ ተጓዒዛ ተካይዶን ናብ መበል 17 ተርታ ከውርዳ ዝኽእልን ፀወታ ተሰሪዑላ ኣሎ ንቸልሲ ኣገዳስነቱ ዕዙዝ ብ63 ነጥቢ ኣብ ሓምሻይ ተርታ ትርከብ ቼልሲ ምስቲ ዩናይትድ ናብ መዛዘሚ ግጥም ኣውሮፓ ሊግ ከተማዕዱ ንዝበዝሑ ወሰን ተፃወታ ከተዕርፎም እትፅበዮ ሰለስተ ነጥቢ ወሲዳ ኣብ ቻምፒዮንስ ሊግ ንናይ ምስታፍ ተኽእሎኣ ተስፍሓሉ ዝሓሸ ናይ ምዕዋት ተኽእሎ ተጣጣሓሉ ግጥም እዩ። ገማቲ ውፅኢት ፕሪምየር ሊግ ኣብ ቢቢሲ ክሪስቶን ቼልሲ ሓደ ባዶ ክትዕወተሉ እያ ዘበሎ ክዝርዝር እንከሎ ከምቲ ንኣስቶን ቪላ ንቼልሲ እውን እቲ ዝበለፀ ንማንቸስተር ዩናይትድ ኣብ እትገጥመሉ ሰዓት ኮይኑላ ኣሎ። ካብዚ ንላዕሊ ሰለስተ ነጥቢ ወሲዶም ምስ ላዕለዎት ሓሙሽተ ንምውዳእ ሻምላክ ከትሕዞም ዝኽእል ጸወታ የለን። ቼልሲ ብዘይቲ ኣንጻር ኒውካስል ብቀይሕ ተባሪሩ ብመቕጻዕቲ እተኸስሮ ኒኮላስ ጃክሰን እተካይዶ ጸወታ እዩ። ማንቸስተር ዩናይትድ ወላ እውን ንኣውሮጳ ሊግ ሓሲባ ወሰንቲ ተጻወታ ተዕርፍ ግን ከኣ ሓያል ጋንታ ከተሰልፍ ዘኽእል ዓቕሚ ኣለዋ እወ እምበር እቲ ሕቶ ዝኸውን ግን ኣብ ፕሪምየር ሊግ ወሪዱ ዘሎ ሜንታሊቲ ተጻወታ እዩ። ዝኾነ ኮይኑ ግን ዓወት ዩናይትድ ኣይረኣየንን እዩ፣ እታ ብምሉእ ዓቕማ እትጻወት ቼልሲ ሓደ ወይ ባዶ ክትዕወት ይጽበያ ኢሉ። ሩበን ኣሞሪም ትማሊ ብዘካየዶ ጋዜጣዊ መግለጺ የሮን ደሊትን ሓውዮም ዝምለሱ እንተኾይኖም ሕቶ ምስ ቀረበሉ ደሊ ክህሉ ተስፋ ከም ዘይብሉ የሮ ግን ኣጠራጣሪ ምዃኑ እዩ ንጹር ዘይኮነ መልሲ ቀሚጡ። ህሉው ኣብ ተኸላኸልቱ ዝደጋገም ማህረምታት ግን ዝመጽእ ዓመት ናይ ግድን ማእከል ተኸላኸላይ ንክዕድጉ ዘገድዶም ምዃኑ እውን ገሊጾም። ክሪስቶን ነቲ ኣቐዲሙ ሰዓት ትሽዓተን ፈረቓን ዝጅምር ግጥም ኣስቶን ቪላን ቶተንሃምን ኣመልኪቱ ኣብ ዘስፈሮ ግምት ቪላ ብቐሊሉ ነታ ርእሳ ኣብቲ ጸወታ ኣይክህሉን እዩ ዝበላ ቶተንሃም ክልተ ባዶ ክትረትዓ እያ ኢሉ። እንተ ኣስቶን ቪላን ቼልሲን ተዓዊተን ነጥበን ናብ 66 ብምብራኽ ነታ ቀዳም ኣብ መዛዘሚ ግጥም ኤፍኤ ካብ ኣንጻር ክሪስታል ፓላስ ክትጸምድ ማንቸስተር ሲቲ ሰጊረን ናብ ራብዓይን ሓምሻይን ተርታ ክድይባ እየን። ማንቸስተር ሲቲ ድማ ተረፍ ጸወታኣ ክሳብ እተካይድ ካብ ኮታ ቻምፒዮንስ ሊግ ወጽያ ሻድሻይ ደረጃ ሒዛ ክትቅንያ። ክልተ ተወሰኽቲ ዜና ፖርቹጋላዊ ኣጥቃዒ ስዑዳዊት ክለብ ኣልነስር ክርስትያኖ ሮናልዶ ንሳልሳይ ተኸታታሊ ዓመት ዝለዓለ ክፍሊት ዝረክብ ስፖርተኛ ክኸውን እንከሎ ተጻዋታይ ኩዕሶ ሰኪዔት ስቲፈን ኪሩ ድማ ናብ ካልኣይ ተርታ ደይቦም። ሮናልዶ ኣብዛ ስዑዳዊት ክለቡ ዓመታዊ 275 ሚልዮን ፓውንድ ብዝኽፈሎ እዩ ላዕለዋይ ደረጃ ሒዙ። ካልኣይ ስቲፈን ኪሪ ካብ ኩዕሶ ሰኪዔት 156 ሚልዮን ዶላር ሳልሳይ ተጓሳጣይ ታይሰን ፊሪ 146 ሚልዮን ዶላር፣ ራብዓይ ተጻዋታይ ኣሜሪካን ፉትቦል ዳክ ፕሬስኮት 137 ሚልዮን ዶላር፣ ሓምሻይ ድማ ኣርጀንቲናዊ ተጻዋታይ ኢንተር ሚያሚ ሊዮነል ሜሲ 135 ሚልዮን ዶላር ብዝኽፈልዎ ላዕለዎት ሓሙሽተ ኣትለታት ኮይኖም። ኣብ መወዳእታ ፈረንሳዊ ተኸላኸላይ ቸልሲ ዌስሊ ፎፋና ኣብ ኢንግሊዝ ንክልተ ዓመታት መኪና ከይዝውር ተኣጊዱ። እዚ ዝኾነሉ ብተደጋጋሚ ጌጋታት ክፍጽሞ ዝጸንሐ ኣርብዓን ሸውዓተን ነጥቢ ስለ ዘመዝገበ እዩ። ነዚ ዜና ዝሰምዑ ኣፍቀርቲ ፕሪምየር ሊግ ክዋዘዩ እንከለዉ፣ ጽቡቕ ነገሩ ልዕሊ ማንቸስተር ዩናይትድን ቶተንሃምን ነጥቢ ሒዙ ነዚ ዓመተ ውድድር ይውድኣ ምህላዉ ኢሎም። ሓደ ሰለስተ ሚእቲ ሽሕ ፓውንድ ዝዋግኣ ሮልስ ሮይስ ዝውንን ሰብ ንክልተ ዓመት ከይትዝውራ ተባሂሉ ክእገድ እንከሎ ዝፈጥረሉ ስምዒት ክትርድኦ ኣየጸግምን። ነዚ ወዲ ዕስራን ኣርባዕተን ዓመት ተኸላኸላይ ብቐንዱ ንመቕጻዕቲ ዘውደቖ ልዕሊ ዓቐን ናህሪ እዩ። ኣብ ሜዳ ግን ንቸልሲ ክንህረላ ኣይከኣለን። ሓደ ካብቶም ብማህረምቲ ንዝሓለፈ ክልተ ዓመተ ውድድራት ኣብ ውሱን ጸወታት ጥራይ ዝተሰለፉ ኣባላታ እዩ። ልዕሊ ሓሙሽተ ሽሕ ፓውንድ ገንዘባዊ መቕጻዕቲ ዝተበየኖ ፎፋና፣ ጠበቕኡ ንተበይንዎ ዘሎ መቕጻዕቲ ንኸቃልለሉ ኣብ ዘቕረቦ መልሲ ብዕድመ ንእሽተይ እዩ፣ ተጻዋታይ ኩዕሶ እግሪ ስለዝኾነ ከኣ ኣብ መዓልታዊ ዘይዓርፍ ጻዕሪ ልምምዳትን ጸወታትን ስለዝነብር ኣብ ጽርግያታት ንዘሎ ታቤላታት ካብ ዘይምስትብሃል ዝፈጸሞ ጌጋ እዩ ምስ በለ ካብ ክልተ ዓመት ዝወረደ መቕጻዕቲ ክውሰነሉ ሓቲቱ። ቼልሲ ብ ክልተ ሽሕን ዕስራን ሓደን ተዓዋቲት ቻምፕዮንስ ሊግ ምስ ኮነት ኣብ ሰዓበት ክልተ ሽሕን ዕስራን ክልተን ካብ ሌስተር ሲቲ ሰብዓ ሚልዮን ፓውንድ ከፊላ ዘፈረመቶ ተጻዋታያ እዩ። ኣብቲ እዋን ክዕደግ እንከሎ ሳልሳይ ዝኸበረ ተኸላኻላይ ዓለም ነይሩ፣ ንማጓየርን ቫን ዳይክን ተኸቲሉ። ንምክትታልኩም ነመስግን ናብ ቀጻሊ የራኽበና ሰሰናዩ።